ሰላም ጥዕና ይሃበልና ክቡራት ተኸታተልትና፣ እዚ ቦይቶና ሚድያ እዩ። ቦይቶና ሚድያ ተኣማንን እዋናውን ዝኾነ ሓበሬታ ንኽቡራት ተኸታተልታ ኣብ ምቕራብ እትነጥፍ ዘላ ሚድያ እያ። ንቻናልና ሳብስክራይብ፣ ሼርን ላይክን ብምግባር ክተተባብዕና ብኽብሪ ንዕድም። ናይዚ ዕለት ትኩስ ዜና ከም ዝስዕብ ቀሪባ ኣሎ። ትግራይ ናብ ወሳናይ ምዕራፍ ተሸጋጊራ ክትብል ሕወሓት ምፍላጣ። ሕወሓት ስልጣና ተረክብ ከም ዘላ ዝገልጽ ዜና። መረፃ ትግራይ ዝምልከት ዝወፀ ሓድሽ ሓበሬታ። ሰራዊት ኢትዮጵያ ብጎረቤት ሃገር ከቢድ ስዕረት ከም ዝገጠሞ ተሓቢሩ። ምዕራብ ትግራይ ዝተጀመረ ህዝቢ ትግራይ ዘግለለ መረፃ። ኣብ መንጎ መራሕቲ ኢትዮጵያን መራሕቲ ሕብራት ዓረብ ኤምሬትን ዝተኻየደ ኣኼባን ዝተውሃበ ኣንፈትን ክብራት ተኸታተልትና ናይዚኦምን ናይ ካልኦትን ዝርዝር ዜና ክነስምዐኩም ኢና ንምክትታልኩም ደጊምና ብኽብሪ ንዕድም ንቻናልና ሳብስክራይብ ሼርን ላይክን ኣይትረስዑም ሕጂ ናብ ዝርዝሮም ሕጂ ካብ ትግራይ ዝተረኸበ ሓበሬታ ከም ዝሕብሮ ትግራይ ናብ ወሳናይ መድረኽ ከም ዝተሸጋገረት ሓላፊ ህወሓት ንሚድያ ይፋ ገይሩ ኣሎ። ብልፅግና ትግራይ ንምቁፅፃር ክልተ ደረጃ ዘለዎ ትልሚ ተግባራዊ እናገበረ ከም ዝኾነ ዝገለፀ እቲ መግለፂ ናይ መጀመርያ ደረጃ ንህዝቢ ትግራይ ዝብላዕ ከልኪልካ ኣብ ዕፅዋን ክባን ብምእታው ህዝቢ ትግራይ ክዳኸም ምግባር፣ እቲ ካልኣይ ደረጃ ድማ ኣብ ልዕሊ እቲ ዝተዳኸመ ህዝቢ ጦርነት ብምኽፋት ትግራይ ብቐሊሉ ምቁፅፃር ዝብል ከም ዝኾነ ተገሊፁ። ይኹን እምበር ሽርሒ ብልፅግና ኣቐዲምና ፈሊጥናዮ ኢና፣ ስለዚ ህዝቢ ትግራይ ንህልውናኻ ክትብል ሓድነትካ ኣስጢምካ ተቓለስ ክብል ዶክተር ደብረፅዮን ፀዊዑ ኣሎ። ህዝቢ ትግራይ ኣብዚ ሕጂ ሰዓት ካብ ፌደራል መንግስቲ ዝለኣኽ ዝነበረ ኩሉ ዓይነት ቀረብ ብምቁራፁ ኣብ ከቢድ ስቓይ ከምዝርከብ እንዳተገለፀ ይርከብ። እዚ ከምዚሉ እናሃለወ መረፃ ቦርድ ኢትዮጵያ ናብ ትግራይ ደብዳበ ከምዝለኣኸ ተሓቢሩ። መረፃ ቦርድ ኢትዮጵያ ቅድም ክብል እውን ኣብ ዝተፈላለየ እዋናት ናብ ግዝያዊ ምምሕዳር ትግራይ መረፃ ዝካየደሎም ጣብያታት ብጂፒኤስ ዝተሓገዘ ሓበሬታ ለኣኹልና ዝብሉ ደብዳቤታት ዝተልኣኹ እንትኾኑ ካብ ግዝያዊ ምምሕዳር ትግራይ ግን መልሲ ከምዘይረኸቡ ተገሊፁ። መረፃ ቦርድ ኢትዮጵያ ሕጂ እውን ናብ ጀነራል ወዲ ወረዳ ኣብ ዝፀሓፎ ደብዳበ ኣብቲ ክልል መረፃ ምክያድ ዝከኣል ምዃኑን ዘይምዃኑን ኣፍልጡና ዝብል ደብዳበ ዝተልኣኸ እንትኸውን መልሲ ትግራይ ድማ ክልል ትግራይ መረፃ ንምክያድ ኣብ ዘኽእል ኩነታት ከምዘየላን ትግራይ ኣብዚ ሕጂ እዋን ኣብ ዕፅዋን ክባን ዘሎ ህዝባ ካብ ህልቂት ንምድሓን እትጓየየሉ እዋን ከምዝኾነን ዝገልፅ እዩ። ሕጂ ካብ ትግራይ ዝተረኸበ ሓበሬታ ከምዝሕብሮ ካውንስል መኸተ ትግራይ ውሳነ ከምዘመሓላለፈን ህወሓት ስልጣና ክተረክብ ከምዝወሰነን ተፈሊጡ። ብመሰረት እቲ ዝተረኸበ ሓበሬታ ጀነራል ወዲ ወረደ ስልጣኑ ክውድእ ናይ መዓልትታት ግዜ ስለዝቐረዮ ህወሓት እቲ ስልጣን ክተረክቦ ጀነራል ወዲ ወረደ ድማ ሓላፊ ማእኸላይ ኮማንድ ትግራይ ኮይኑ ክቕፅል ውሳነ ከም ዘመሓላለፈ ተሓቢሩ። ብመሰረት እቲ ዝተረኸበ ሓበሬታ ትግራይ ናብቲ ቅድሚ ኩናት ዝነበረትሉ ኩነታት ብምምላስ እቲ ቅድሚ ኩናት ዝነበረ ቅርፂ ምሕደራ ህወሓት ከም ዝዝርጋሕ እዩ ዝግለፅ ዘሎ። እዚ ውሳነ ነቶም ዛጊድ ኣብ ናይ ቃላት ጦርነት ዘለዎ ህወሓትን ብልፅግናን ናብ ዝኸፍአ ጎንፂ ከምርሖ ክገብሮ ከም ዝኽእል እንዳተገለፀ ዝርከብ እንትኸውን ትግራይ ሕጂ እውን ኣብ ምሉእ ዕፅዋን ክባን ስለ ዘላ ካብቲ ሕጂ ዘሎ ኩነታት ኣይእግዳን ክብሉ ምሁራት ይገልጹ። እዚ ከምዚ ኢሉ እንሃለወ ኣካል ትግራይ ዝኾነት ምዕራብ ትግራይ፣ ትግራይ ዘይትሳተፈሉ መረፃ ተካይድ ከምዘላ ተገሊጹ። ምዕራብ ትግራይ ኣብ ትሕቲ ፌደራል መንግስቲ ኮይና መረፃ ንኸተካይድ ተለኣኸ ብልፅግና ኦሮሞ ዝኾነ ፌደሬሽን ኢትዮጵያ ከም ዝወሰነን መረፃ ቦርድ ኢትዮጵያ ደብዳበ ልኢኾ ምንባሩን ብጌታቸው ረዳ እትምራሕ ስምረት ፓርቲ ብምኽሳሳ ቤት ፍርዲ እቲ ኣብ ምዕራብ ትግራይ ተሓሲቡ ዘሎ መረፃ ከይካየድ ኣጊዶ ምንባሮን ይፍለጥ። ይኹን እምበር ስምረት ፓርቲ ጉዳይ ምዕራብ ትግራይ ፖለቲካዊ መፍትሒ እዩ ዘድልዮ ብምባል ስምረት ፓርቲ ዝመስረተቶ ክሲ ከም ዝሰረዘት ብእዋኑ ዝገለፀት እንትትኸውን ሕጂ ኣብ ምዕራብ ትግራይ ትግራይ ዘግለለ መረፃ ንምክያድ ምዝገባ ከም ዝተኻየደ ተፈሊጡ። ፍልፍላት ከም ዝሓበርዎ ብኮነሬል ደመቀ ዘውዱ ዝምርሑ ፅንፈኛ ሓይልታት ኣምሓራ ምዕራብ ትግራይ ናብ ትግራይ ክልል ኣምሓራ እንምልሰሉ ታሪኻዊ ኣጋጣሚ ረኺብና ኣለና እናበሉ ነቲ ህዝቢ ምልዕዓል ፈጢሮም ንመረፃ ክምዝገብ ከም ዝገበርዎን ናይ መረፃ ካርዲ ዘይሓዘ ዝኾነ ይኹን ሰብ ናይ ወያነ ተለኣኺ ኢኻ ብምባል ፅኑዕ ክትትል ከም ዝግበረሉን ተፈሊጡ። ብኮነሬል ደመቀ ዘውዱ ዝምራሕ ገበነኛ ሓይሊ ኣምሓራ ንመረፃ ቦርድ ኢትዮጵያን ብኣገኘሁ ተሻገር ንዝምራሕ ፌዴሬሽን ቤት ምኽሪ ኢትዮጵያን ብተደጋጋሚ ዘመስገነ እንትኸውን ብብልፅግና ኦሮሞ ተሓዚሉ ሒዝዎ ዘሎ ግዝኣት ትግራይ ዝኾነ ምዕራብ ትግራይ ብመረፃ ሽም ኣካል ክልል ኣምሓራ ክገብሮ ሙሉእ ምድላዋት ይገብር እኳ እንተሃለወ ክሳብ እቲ መረፃ ዝካየድ ምዕራብ ትግራይ ኣብ ትሕቲ እዚ ፅንፈኛ ሓይሊ ትፀንሕ ዶ ዝብል ሕቶ ግን ንግዚኡ መልሲ ዘይብሉን ግዜ ዝምልሶን ሕቶ ኮይኑ ቀፂሉ ኣሎ። ፅንፈኛ ሓይልታት ኣምሓራ ወልቃይት ወይ ሞት እናበሉ እንተፀንሑ እኳ ድምፂ ብረት እንትሰምዑ ዝብተኑን ንጥቕሚ ክብሉ ዝተወደቡን እምበር ምንም ዓይነት ናይ ምውጋእ ሞራል ይኹን ብቕዓት ከምዘይብሎም ካብ ወታደራዊ ፍልፍላትና ዝተረኸበ ሓበሬታ የረድእ። እዚ ከምዚሉ እናሃለወ ሕቡራት ዓረብ ኢሚሬት ኣብ ትሕቲ መጥቃዕቲ ኢራን ስለዘላ ኣብ ቀርኒ ኣፍሪካ ዘለዋ ተሳትፎ ክቕንስ እዩ ዝብሉ ግምታት ይወሃቡ እንተነበረ'ኳ ናይቲ ግምት ተቓራኒ ይኸውን ከምዘሎን ሕቡራት ዓረብ ኢሚሬት ምስ ኢትዮጵያ ዘለዋ ምድግጋፍ ንምጥንኻር ኣብ መንጎ ሰበስልጣን ኢትዮጵያን ሰበስልጣን ሕቡራት ዓረብ ኢሚሬትን ኣኼባ ከምዝተኻየደን ኣዲስ ስታንዳርድ ሒዝዎ ዝወፀ ሓበሬታ የረድእ። እቲ ኣኼባ ኣብ ከተማ። ኣብዳቢ ዝተኻየደ እንትኸውን ኣብቲ ኣኼባ ብወገን ሕብራት ዓረብ ኢሚሬት ምክልኻል ሚኒስተር ዶክተር ራሽድ ነዋሚ፣ ናይ ውሽጢ ሃገርን ወፃኢ ጉዳያትን ናይ ድሕንነት ሓለፍትን ሕብራት ዓረብ ኢሚሬት ዝተረኸበ እንትኸውን ብወገን ኢትዮጵያ ድማ ናይ ኢትዮጵያ ኣምባሳደር ኣብ ሕብራት ዓረብ ኢሚሬት ኣምባሳደር ጀማል በክር ተረኺቦም ክብል ኣዲስ ስታንዳርድ ፀብፂቡ። እቲ ሚድያ ወሲኹ ከም ዝገለፆ ኣምባሳደር ጀማል ንኢትዮጵያ ወኪሎም ኣብ ዝሃብዎ መግለፂ መራሕቲ ሕቡራት ዓረብ ኤምሬት ቀርኒ ኣፍሪካ ንምርግጋዕ ኣብ ሱዳን ዝፃወትዎ ዘለዉ ግደ ዝነኣድ ከም ዝኾነን ሕቡራት ዓረብ ኤምሬት ኣብ ሕድሕድ ውግእ ሱዳን ዘለዋ ተሳትፎ ንክተጠናኸር ምሕፀንታ ምቕራቦም ተገሊፁ። እቲ ኣምባሳደር ወሲኹ ኣብዚ ፈታኒ ሰዓት እዚ ኢትዮጵያ ኣብ ጎኒ ሕቡራት ዓረብ ኢሚሬት ከምዝኾነትን ነቶም ላዕለዎት ሰበ ስልጣን ሕቡራት ዓረብ ኢሚሬት ኣረጋጊፀሎም ክብል ኣዲስ ስታንዳርድ ፀብፂቡ። ኣዲስ ስታንዳርድ ኣብ መወዳእታ ከምዝፀብፀቦ ኣብ መንጎ ኢትዮጵያን ሕቡራት ዓረብ ኢሚሬትን ተኸታታሊ ናይ ዲፕሎማሲ ርክባት ይገብሩ ከምዘለዉ ገሊፁ ኣሎ። ሕጂ ካብ ቀርኒ ኣፍሪካ ሶማልያ ዝተረኸበ ሓበሬታ ከም ዝሕብሮ ሰራዊት ኢትዮጵያ ከቢድ ስዕረት ከም ዝገጠሞ ተሓቢሩ። ብሰራዊት ኢትዮጵያ ዝድገፍ ምዃኑ ዝንገረሎ ኣመሓዳሪ ደቡባዊ ምዕራብ ሶማልያ ዓብደል ዓዚዝ ላፍታጋር፣ ብሰራዊት ግብጽን ትርኩን ዝድገፍ ፌደራላዊ ሰራዊት፣ ሓሰን ሺክ ተሳዒሩ ካብ ስልጣኑ ክወርድ ተገዲዱ ኣሎ። መራሒ ደቡብ ምዕራብ ሶማልያ ብኣብይ ኣሕመድ ናይ ደገፍ ምጽዋዕ ከም ዝተውሃቦን ኣብ ዝሓለፈ ሰሙን ናብ ኣዲስ ኣበባ ተመሊሱ እኳ እንተነበረ፣ ኣብ ርእሰ ከተማ እታ ክልል ዝርከብ ሰራዊት ኢትዮጵያ ግን ከድሕኖ ከም ዘይከኣለ ተፈሊጡ። ሰራዊት ሶማልያ ኣብዚ ሕጂ ሰዓት ንምሉእ። ባይዳዋ ተቖጻጺሮም ግዝያዊ ኣማሓዳሪ ባይዳዋ እውን ተሸይማ ኣሎ። በዚ ምኽንያት ድማ ስትራቴጂካዊት ከተማ ባይዳዋ ድሕሪ ዒስራ ዓመት ካብ ወተሃደራዊ ቁጽጽር ኢትዮጵያ ወጺኣ ኣላ። ጸልዋ ኢትዮጵያ ብግብጽን ቱርኩን ክትካእ ተኽእሎ ከም ዘለዎ ድማ እንዳተገለጸ ይርከብ። ካሊእ ኣብ ትሕቲ ጽልዋ ኢትዮጵያ እትርከብ ሶማላዊት ከተማ ፑንታልድ እውን ኣብ ኣፍ ደገ መፈንጭል ትርከብ። ንፖታልድ ምስ ኢትዮጵያ ብምትእስሳር ክትከላኸለላ ዝጸንሐት ሕቡራት ዓረብ ኢምሬት ቅድሚ ክልተ ወርሒ ኣብ ወደብ ቦሳሶ ዝነበራ ናይ ሰብ ኣልቦ ነፈርትን መደብር ምክትታልን ስዑድ ዓረብ ብዝገበረቶ ጸቕጥን ምስ መቋድሾ ዝነበራ ዲፕሎማስያዊ ዝምድናን ከቋረጽ ከም ዝተገደደት ይፍለጥ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኽበፅሐኩም ሓደሽቲ ዝኾንኩም ሳብስክራይበር ምግባር ሳብስክራይበር ዝገበርኩም ድማ ሼርን ላይክን ብምግባር ክተተባብዑና ብኽብሪ ንዕድም። ሓድሽ ዜና እንትልቀቕ ኖቲፊኬሽን ንኽበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም